ወለድን መምህራንን ኣለይትን ዮሃና ቅድሚ ናብዛ ሓጻር መልእኽቲ ምስጋረይ ስለ እቲ መሳጢ፣ ቀስቃሲ፣ ድርዒ ሞራል መሰናድኦኹም ልዑል ምስጋና ኣገናዕ ኣገናዕ ኣገናዕ። እዛ ዕዝዝቲ ማሕላኻትኩም እትእውጁላ ዕለት ኣገዳሲት መድርኽ ኣብ ህይወትኩም እያ። ውፅኢት ፈተናታት ብዘየገድስ ኣካደምያዊ ጉዕዞ ብዝሓየለ ድርኺት ክቕፅል ስለ ዘለዎ ቀዳምነታትኩምን ኣተኩሮኹምን ዓይነታዊ ፍልጠት ኣብ ምድላብን ብዘይ ስልኪ ስራሕን ተመክሮን መሃዝነትን ኣፍራይነት ፍልጠትኩም ኣብ ምዕባይ ክኸውን ግቡእ እዩ። ተበግሶታትኩም ኣብ ናይ ነብስኹም መጻኢ ዕብየትን ኣብ ቅሳነትን ራህዋን ቤተሰብን ሃገርን ዝህልዎ ዕዙዝ ኣበርክቶ ምግንዛብ ከቢድ ሕልናዊ ሓላፍነት ዘሰክም እዩ። ስድራን ቤተሰብን ሚኒስትሪ ትምህርትን ብፍሉይ ኣብ ኣካደምያዊ ጉዕዞኹም፣ ዝግባእ ምክትታልን ደገፍን ክገብሩ ከኣ ምዝኽኻር ዘየድልዮ ግድነት እዩ። ኣብ እተካይድዎ ዘይሕለል ትግሃት ዓወት ክትጎናጸፉ፣ ስድራን፣ ሕብረተሰብን፣ መምህራንን ኣለይትን እውን ኣብ ዝህብዎ ደገፍ ኣሳልጦን ሰናይ ምንዮትን።

እዚ ክንከታተሎ ዝጸናሕና ብዕስራ ብሎካት ዝቖመ ምርኢት፣ ኣብ ነፍሲ ወከፍ ብሎክ ናቱ ፊደል ሒዙ ነይሩ። ኩለን እተን ብሎካት ክንበባ እንከለዋ ኤርትራውነት ዘሐብን መንነት ዝብል ጽሑፍ እዩ ኣብቲ ዕስራ ብሎካት ቅድሜና ክሓልፍ ዝጸንሐ።

ካብዚ ቀፂሉ ግጥሚ ብቋንቋ ትግርኛ ብህፃን መርሃዊ ክፍሎም ቀርበልና እዩ ህፃን መርሃዊ ክፍሎም

ናይ ክልተ ጥራያ ኣነ ዝሓስቦ ዓብ ሓዋይ ከብሪ መጻእ ዙርያ ይፈሊጠ ክስከሞ ሕድሪ ዘይገመትክዎ ግን ረኺበ ክብሪ ዕዮ ገዛ ክጻፍፍ ብጉዳይ ባሕሪ ንዓኹም ኣይበሉን ወለዲ ንዓናን ንመጻእን ትውልዲ ረመጽ ሓዊ ዘሪኦም ባዕሎም ዝልብለቡላ እምበር ዘይተወልዱ ይገዱ ዘየስተብሃሉላ ዓብደልቃድር ተሃልዩ ምዛብ ዘላ ጽባሕ ከምኣ ምዃና ዘይተመኮሩላ ወለድና ኣንቱም ደቂ ሳሕል ደቂ ሳዋ ታሪኽ ካብ ደገመ ይዓርዕራ ዕለም ከምቲ ዝቀደመ ባሕርና ክንሕሉ ቀሪቡልና ዕድመ ዘዝነገሰ ኣብታ መንበር እናሓመመ ኣይትሰከፉ ዘይበዓል ራእሲ ተሰማ ንዓኹም ኣሚኖም ዝሓለፉ ቅንዕና ሒዞም ብቃጻ እናተኾለፉ ከይተወለድኩምዩ ታሪኽ ተጻሒፉ ቅሰን ደጊም ህጻን ንህጻን ኢና ሕድሪ ክንረኻኸብ ጥቕኡ ዘሎና ንኣማ ህጻን ዝርከብ ማማ ውን ቀሪባ ኣላ ትውልድ ምስ በለ ኣብ ሱማያ ጥምቀት ቃለ መሓላ ኣሻዓያ እታ ሰዓት እንታይ ደኣ ደቅናካ በሉ ንሕናስ መን ዲና ደቂ ሰበርትና ኹራ ሓንበስቲ ኢና እመኑ ኩሉኩም ኮሎይና ስራሕ ዲፕሎማት ተዋሂቡና ኣሎ ዝለዓለ ግምት ኣብዘይ ዕድሜና ኣግዚሞምና ሽመት ጸወታ ገዲፍና ሕድሪ ክነሰጋግር ኣለና መስመር ሓደ ካብ ራስ ቄሳር ሓደ ካብ ራስ ድሜራ ሳልሳይና ቆልዓ ዲያስፖራ ሞጊትና ክንረትዕ ኣመጋባእያ ዝጎለና የለን ነቲ ሞያ ሽዑ መዓስ ኔርኩም ኣብ ባሕሪ ኣበየናይ እዋን በየናይ በሪ ትጥቀሙ ኔርኩም መሰጋገሪ ከም ሃገር መዓስ ተፈጢርኩም ኣብዛ ኣህጉር ሕምባሻ ኮሎ እምኒ ክትክእልሉ ጽውጽዋይ ፈረስና ኣስቲናሉ ትብሉ ነቲ ጨዋም ማይ እዋይ ሸተት እዋይ ምግጋይ ዓበይቲ ቆልዑ ክሕስዉ ኣብ ተለቭዥን ምርኣይ ክላ ገዲፍናዮ ዲፕሎማት እንታይ ከዘዛርብ ኣሎ ብቀደሙ ፋይል ተዓጺኸ ኣሎ ካልእ ከኣ እባ በዚሕና ሎሚ ሚእቲ ሚልዮን ንዓመታ ሰለስተ ሚእቲ ሚልዮን ክንከውን ኢና ትብሉናሲ ባሕሪ ድዩ መከላኸል ጥንሲ ኪዱ ኣእጋርኩም ኣክቡ ወሪድና ድህጻናት ምስ ሓኪምኩም ተላዘቡ ስምዑ ፈለማ ገድሊ ነጻላ በትሪ ጥራይ ሒዞም ውሑዳት ብቁጽሪ ነቲ ዕሽቀት ምስ ዘመናዊ ኣጽዋሩ ህዝቦም ኣሚኖም እንዳኣሎም በረኻ ዝወፈሩ ሎሚ ግዳ ብሩህ ዕርፊ ጽንዒ ነገር እዩ። እሞኸ ወላ እንተበዛሕኩም ብሚልዮናት መን በለኩም ናይ ጂኦግራፍ እሱራት ዋይ ክኸፍእ እዚ ነብሰ ምትሓት ምስ ሽሻይካ ከም ዝኣሰርካ ናብ ጎረቤት ምጥማት በቲ ነዊሕ ዝውንጨፍ ሚሳይል ድሮናት ኣለና ትብሉ ክተሰንብዱ ህጻናት ንድሮን ድሮን ንሚሳይል ከለዎ መድሃኒት

ይበሃል ደኣ እምበር ክንጠሚ ኢና እሞ ሃረምረም ወደብ ሃቡና ኣቦኻ ርገም ኣቦኻ መርቕ እዩ ታይ ግበሩ ትብሉና ፍቕሪ በሉ ንኹልና ክሕሸና እምበር ወለድና ደኣ ዘይፈትዎ ሕጊ ኣልቦነት ብዝሒ ሰብን ኣፅዋርን ተመኪዕካ ኣብ ኲናት በቲ ፈኸራ በቲ ጠሚና ረድኤት ካይተዛረቡ እዮም ዘርግእዋ መሬት ምዃን ንዓና እንዲኹም ንህጻናት ምስ ህጻናትኩም ዓውጅኩም ኩናት ክንዲ ንጻወት ንመሃር ንሓበራዊ ዕብየት ሰላም ከሎ ጥዑም ከም ሓውኻ ጎረቤት ዓለም ከይንነብረላ ወሎዶታት ብቕሳነት እንታይ ኮንኩም ኣታ ዘይናይ ወራዙት ትናሳሕ እምበር ተቓሞት እናሃለኻ ኣብ ክሳድካ እንከሎ ማሕለኻ መን ምስ ጸበበካ ፈውሱ ተረኺቡ ዘይበልስ ዝስዐ ኣብ ሕመቕኩም ትዕቀቡ በሉ ቅበጹ ክደግመልኩም ዘይተወልዱ ኤርትራውያን ይገዱ ዓዲ ውዓሉ ገልጠምጠም ኣይትበሉ ሓንትን ስልጥንትን ኤርትራ ንክልተ ጥራያ ተታሒዛ ብሓደራ እቲ ሓደ ስዉእ ኣሰሩ ንከዶ እቲ ካልኣይ መጻኢ ወለዶ ኣኸለ ቅበጹ ሕጂ እውን ቀይሕ ባሕርና ርስትና እዩ ዓወት ንሓፋሽ።
ኣቐዲመ ዝኸበረ ሰላምታይ የቕርበልኩም ቀጺለ ከኣ ዛዕባ ናይ ህቡብ ድምጻዊ ሳሚ ብርሃነ ሳሚ ኣብዚ ግዜ እዚ ብዘጓነፎ ናይ ሕማም ምኽንያት ካብቲ ድፈትዎ ክቡር ሞያ ሙዚቃ ኣቋሪጹ ከምኡውን ስድራ ቤቱ ዝዕንግለሉ ካልእ ስራሕ እውን ኣቋሪፁ ጠጠው ኢሉ ስለ ዘሎ ኩላህና ኢደይ ኢድካ ኢልና ናብቲ ንቡር ናብርኡ ንክምለስ ናብቲ ክቡር ዝፈቶ ሞይኡ ንክንምለስ ሓገዝ ክንገብረሉ በዚ ኣጋጣሚ መልእኽትና ነተሓላልፍ ንትገብሩልና ኩሉ ሓገዝ እንዳመስገና የቐንየልና ዝብል ሰላም
ዓብዪ ስነ ጥበበኛን ጊታሪስትን ሳሚ ብርሃነ ብጣዕሚ ዜምኡን ብሉፅ ስራሓቱን ኣብ ስነ ጥበብ ኤርትራ ዓብዪ ኣበርክቶ ዘበርከተ ዓብዪ ስነ ጥበባዊ እዩ። ኣብዚ ሕጂ እዋን ግን ብሰንኪ ዘጋጠሞ ናይ ጥዕና ፀገም ካብቲ ዝፈትዎ ሞያ ንክእለ ተገዲዱ ኣሎ። ስነ ጥበበኛ ሳሚ ብርሃነ ሙሉእ ጥዕና ረኺቡ ናብቲ ዘፍቅሮ ሞያ ንክምለስ ንሕክምና ዝኸውን ወፃኢታት ዓዓቕምና ክነበርክት ብትሕትና ንህዝብና ፃውዒትና ንኣሪ።
ብመጀመርታ ከመይ ትኾኑ ኹብራት ኣሕዋት ኤርትራውያን ናይ ሎሚ መምጽኢየይ ናይቲ ዓብዪ ኣበርክቶ ዝገበረ ኣብ ዘመናዊ ሙዚቃን ጓይላን ኮኾብ ድምጻዊ ሳም ብርሃነ እዩ ኣብዚ እዋንዚ ሳም ብርሃነ ናይ ጥዕና ጉድለት ኣጓኒፎ ኣሎ ብወገኑ በቲ ዘለዎ ኢንሹራንስ ንነዊሕ ግዜ ኣብ ኣሜሪካ ፍትን ድሕሪ ምጽናሕ ኣብ ደገ ወጺኡ ውን ካብ ጅቡኡ እንዳውጸኤ ፈተነ ክገብር ሕጂ ውን እገብር ኣሎ ግን እቲ ጉዳይ ካብ ዓቕሙ ንላዕሊ እቲ ጥዕና ውን እንዳተጓደለ ስለ ዝኸደ ብተበግሶ ብስነጥበባውያንኒ ብፈተውቱን ዝተበገሰ ናይ ጎፋንዱ ከፊትና ኣለና ኩሎትኩም ኤርትራውያን ናብቲ ሳሚ ናብቲ ዝነበሮ ናይ ቀደም ሂወቱ ክምለስ መጀመርታ ጥዕንኡ ካልኣይ ከኣ ነቲ ካብ ሳሚ እንረኽቦ ናብ መድረኽ ወጺኡ ናብቲ ንቡር ሂወቱ ንኽምለስ ኩላህና ኢደይ ኢድካ ንበል።
ሰላም ሰላም ጊዶን ሃብቶም ሙዚቀኛ ጊዶን ሃብቶም እየ በዚ ኣጋጣሚ ንክቡር ባህር ስነ ጥበበኛ ሳሚ ብርሃነ ናይ ኩነታት ጥዕንኡ ልዕሊ ዓቕሙን ልዕሊ እቲ ክገብሮ ዝግብኦን ገይሩ ከብቅዕ ካብኡ ንላዕሊ ሕክምና ስለ ዘድልዮ ነቲ ዝገብሮ ሕክምና ኩላትና ከምቲ ንሱ ብሙዚቅኡን ብጊታሩን ብደርፉን ንህዝቢ ኤርትራ ካብ ንእስነቱ እንዳዛነየ እንዳዛናግዐ እንዳምሃረን ዝፀንሐ ሕጂ ከዓ ህዝቢ ኤርትራ ከዓ ወዱን ሓውን ይውላድን እዩ እሞ ንሳሚ ብርሃነ ንምሕጋዝ ኩላትና ኣብዛ ተኸፊታ ዘላ ጎፋንድሚ ኢደ ኢድካ ክንብል በዚ ኣጋጣሚ ይፅውዕ ህዝቢ ኤርትራ ከዓ ከምዘይሕፍር ስለ ንፈልጥ ንሳሚ ብርሃነ ከዓ ናብቲ ንቡር ስርሑን ጥበቡን ንክመልሶ ተስፋ ናይ ኩላትና እዩ ኢደ ኢድካ ኢልና ከዓ ነዚ ክውን ንግበሮ
በሃር ስነጥበባዊ ሳሚ ብርሃነ ንዘጋጠሞ ጥዕናዊ ጸገም ንምፍዋስ ኣብ ኣሜሪካ፣ ቱርኪ፣ ታይላንድ ኣብ ተፈላለያ ዓድታት ብዓቕሙ ፈቲኑ ጻዕርታት ገይሩ እዩ ግን ኣይሰለጠን። ስለዚ ኣብ መላእ ዓለም እትርከቡ ኣፍቀርቲ ስነጥበብ ሳሚ ብርሃነ ዳግማይ ምስ ጊታሩ ኣብ መድረኽ ንክንሪኦ ንዝበለጸ ሕክምና ከካይድ ዓዓቅምና ሓገዝ ንሓትት ዘውጻኹሞ እዝጋብሄር ይተከኣልኩም ንሳሚ ብርሃነ ድማ ምሕረት እምነየሉ ታደሰ ኣዋዝጋ ኣሜሪካ ካብ ዋሽንግተን ዲሲ። ብቐዳምነት ክቡር ዝኾነ ሰላምታይ የቕርብ ብምቕጻል ካብቶም ፍሉጣት ደረፍትን ሙዚቀኛን ሳሚ ብርሃነ ብዝሓደሮ ናይ ነርቭ ሕማም ኢዱ ቀጥቀጥ እናበለ ካብ ሙዚቃ ካብ ክራርን ካብ ጊታርን ካብ ቤዝ ካብ ኩሉ ጠጠው ኢሉ ኣሎ ስራሕውን ጠጠው ኢሉ ኣሎ ብጣዕሚ ከምዚ ኢሉ ቀጥቀጥ ክብል ክትሪኦ ከለኻ የደንዝዘካ እዩ ብጣዕሚ ከትድንግፅ ግን ኣምላኽ ዘምፅኦ እንታይ ክትገብር ሕጂ ንሕና ንብል ዘለና እዚ ኢዱ ቀጥቀጥ እንዳለ ብርቱዕ ሕማም ሓያለ ገንዘብ ስለ ዝሓትት ዕድልና ኮይኑ ኤርትራውያን ሙዚቀኛታት ንዳሕራይ ዝኸውን ገንዘብ ክንእክብ ከነቕምጥ ኣይከኣልናን ዝሓለፍናዮ መዋእል ፍሉጥ እዩ ስለዚ ሳሚ ከዓ ሳሚ ይኹን ዋላ እዞም ኣብዚ ከባቢ ዘለና ነዚ ክንቅሎ ስለ ዘይንኽእል ወዲ ህዝቢ ኣብ ኩሉ ንጥፈታት ሃገራዊ ንጥፈታት ኾን ንህዝቢ የገልግል ዝነበረ ሰብ ስለ ዝኾነ ሳሚ ነዚ ሕማም እዚ ብዝተኻእለ ከነሕውዮን እንተዘይተኻእለ ከኣ ኣብ ዘለዎ ጠጠው ክብል ሕጂ እዚ ሓገዝ ዝወዲ ህዝቢ ስለ ዝኾነ ናብ ህዝቢ ነቕርቦ ኣለና ስለዚ ብምልኡ እቲ ህዝቢ ክተሓባበረና ከኣ ፍሉጥ ኤርትራዊ ንላቦ ኣብ ዝኾነ ይኹን ዓለም ዘለኹም ፈተውቱን ኣድነቕቱን ኣዕሩኽቱን ከኣ ነዚ ዝካየድ መሕከሚ ዝኾን ፋንድሬይዚን ክትጉስጉሱን ክትግደሱን ብትሕትና ንሓትት ሙዚቀኛታት ኣብ ሰሜን ኣሜሪካ ዘለና ብጣዕሚ ኢኻ ትሓዝን ስለዚ ክብረት ሃበለይ ክብረት ሃበልና